ንብሎ የብልናን ብሰንኪ እዛ ወሪዳትና ዘላ ሕማም ፈተውትናን ጸላእትናን ፈሊጥና ኣለና
በረኸት ባህታ ንግስቲ ዶ ክትብሊ ተስፎ ብሳላ ገንዘበይ ተሲኦምሲ ካን ሓደ ንሎሙ ድኸውን ሰብ ስኢነ ኣይ
ደሓን ሓንቲ ተስፋና ዘላ ነስመሮም ነዘራርቦ እሱ ዝብለና ንሰምዕ ብድሕሪኡ ኣምላኽ ፈልጥ ተስፋ ዶ ሂቡ እኮ ኮይኑ ክመጽኤ ኢልኒ ነይሩ
ዳይ መልስከ
ከመይ ትውዕሉ ሰብ ቤት።
ኣስመሮም መስገን ደሓን ኢና። ንዓልካ ኣስመሮመይ ደሓን ዶ ዒልካ ናዕበል በዚኣ ኮፈል። ሕራየ ኣብርሀት ሓፍተይ ኣንታ ዑቕበይ ሓወይ ቁሩብ ገለ ኣይሓሸካን ታይ ኣሎ ሓድሽ ነገር። ሓድሽ ኣምጽኣለይ ኣስመሮም ሰበይ ዝብሎ ጠፊእኒ። እወ ሓቅኹም እንታይ ደኣ እህም ወይ ደቀይ። እወ
እዛ ሕቶኻ እንድያ እሞ ኣመና ክቢዳ። ኣነ ውን ሓሲበ ሓሲበ ዋላ ምስጋራ ስኢነ። ደሓር ግን ንስኻትኩም ክትሕጎሱላ ትኽእሉ ሓንቲ ጽብቕቲ ሓሳብ መጺኣትኒ። ግርም ሓሳብና ይግበሮ። እወ ዕቑበይ ሓወይ፣ ኩሉ ዝገበርካለይ ጽቡቕ ነገር ፈጺመ ኣይርስዖን እየ። ክደልየካ እየ፣ ክትደልየኒ ኢኻ፣ ክንደላለ ኢና ውን። ጥዑም ዘረባ እያ።
ስለዚ ድማ ምስዚ ኣጋጢሙካ ዘሎ ዓይነት ሕማም ዝኾነ ይኹን ናይ ፋይናንሻል ጸገም ኩሉ ናባይ ግደፎ ባዕለይ ኣለኹኻ። ኣይ ገንዘብ ደኣ ተተርእስየ እንደ ድሓድር ዘለኹ ሰብ እየ ደልየ ሰብ። ሓቆም ተማሂርና ኢና ቀደም ፋሕፋሕ ዘበልናዮም ኣዝማድ ቤተሰብ ሎሚ ብሂግና ምጽጋብ ሲኢንናዮ እሞ ኣስመሮም ከኣ ንዓና ረኤ። ዋእ
ሰብ ደልየ። ሰብ ናይ ሕልና ሰብ። ታይ ቁንቁኝ እዩ እዚ በሉ ከይደ ዳሓን። ኪድ ንልዕሊ ንብረትካን ገንዘብካን ጥዕና ሃብካ ፈጣሪ ሰላም ኩን።
ንዳላለ ሎሚ ንዳላለ እንደርታ።
ማዓልኩም ዳኣ ዑቅባይ ሓወይ። ማዓል ክትዕበ ሓፍተይ ከመይ ኢልኪ ውዒልኪ። ከመይ ኢልኩም ዊዒልኩም።
ዳሓን ዶ ዊዒልኪ።
ኣታ ዑቅባይ ሓወይ ገለ ይሓሸካን። ኣይሓሸንን ዝሓሸ ኣምፀኣለይ ደኣ። ኣታ ዕቑባይ ሓወይ ኣይ እስኻ እንዲኻ ወዲ ኣቦይ ወዲ ኣደይ ሓወይ። የግዳስ ኣይ ኣይጠዓኹን።
ኣይጠዓኽን እምበኣር። ኣይጠዓኹን ሽኮር ጌርኪ ተባሂለ እዛ ሽኮርሲ ትቐትል ድያ? ጥቕልል ሽብልል ተብልወ ንሳ ጥራይ ትኹን ሕማምኪ እምበር። እዋይ ዳሕራይ ክሓይሽ እምበር በሉ ከይደብርኹ መዓልቲ እሳ ክብለኩም እየ መፀየ እምበር ኣይጠዓኹን ካን ከም ሰብ ክኾንኪ ዋ ኣንታ ዓብሓይ እውን እንታይ እሞ ክገብር እየ ዝገብሮ ነገር የብለይን ኣይጠዓኹን ኢድ በሊ ደሓን ሰዓብኪ ኣብርሀት ድፍን እስከ ውሽጢ ከዕርፍ
ሰሓብ እስከ ኪድና ይቀልጥፍ በጃኺ። ሕራይ ንዓናይ ሪኢኻ ኣለኻ ስብሃቱ ሓወይ ምስ ሃብታም ዘሎ ጋኒን እኮ እንቋዕ ኣይትሪኦ። ኣይ ከምዛ ሪኢኽዮ ትፈልጢ ከኣ ትመስልቲ። ኣይሰምዖን ድየ።
ትሪእ ምስ ድኻ ደሎ ጋኒን ከ ውሒዱ ድዩ። ኣብ ገንዘብ ዘሎ ጋኒን ስብሃቱ ሓወይ እዎ እብለካ ኣለኹ ሚልዮን ናቕፋ ኣብ ባንካ እንዶ ይህልወካ የለን ሚልዮን ኣጋኒንቲ ኣለዉኻ ማለት እኳ እዩ።
ሕጂ ናይ ልብኺ ተፋላሲፍኪ ማለት ድዩ። እወ ኣየ ናይ ሓጎሳ ፍልስፍና ከኣ። ሕጂ'ዚ ሓሙሽተ ሚእቲ ናቕፋ ሂቡ ኣቦኺ ሰዲድኪ ኣሎ። እወ። ሓሙሽተ ሚእቲ ጋንንቲ ጽዒኑ ሰዲድኪ ማለት ድዩ? ወይ ለከድያ እዚኤን ደኣ እሞ ዓቕመይ እንድየን። ኘኘኘኘኘኘ ሃ ሚልዮን ምስ ሓዝኪ ከኣ ዓቕመይ ትብሊ። ታይ መጺእኒ እየ ከምኡ ዝብል ሸዑ ግዳ። ዋይ ምስዚ ከኣ ዶ ለጋኒ ንኸፍእ። ዋይ ወሪድዎ ድኻ ዝረኸባ ተደሪሩ ተመስገን እዩ ዝድቅስሲ። እወ እሞ ድሕሪ ድራር ዶ ደኣ ናይት ክለብ ከይዱ ላዛኛን ዊስክን ክጭልጥ ደሊኽዮ ካበይ ኣምጺኡ። ዎዎ ሃተውተው። ግደፍዮ ግዳ እዚ ሰብኣይ ደሊኒ ዘይፈልጥ እንታይ ደሊኒ ጽውዓኒ ኣሎ እዩ ገሪምኒ ዘሎ። ስብሃት ሓወይ ኣነ እብለካ ኣለኹ ካብ ደቁኻ ቦኾረ ስኒት ካብ ዘይብሎም ከውርሰካ እዩ ደልዩ ዘሎ ንብረቱ ክውግን እዩ ደልዩ ዘሎ። ኦይ እታ ቀራን በዓልቲ ቤቱ ከላስ ንዓይ ክተሕልፈኒ እምበር ንሱኸ ክገርመካ ሓጎሳ። ድኻ ዝበሃል ኣይፈቱን እዩ። ድኻ ልክዕ ከም ዳይናሶር ካብ ገጽ ምድሪ ክጸንት ኣለዎ ዝብል ኣረኣእያ እዩ ዘለዎ። ተመነዩ እሞ ክህበኩም እንዲዩ ዝብል። ንመነ እንዶ! ዋእ ምምናይ ድኣ ንምነ ኣለና እንዶ ትዌኒ ፎር ኣዋርስ ጠጠው ኢልና ንምነ ኣለና ሓጎሳ። ባቃ ከምኣ እያ ጽብቕቲ። ግን ሓጎሳ ምስታ ቀራን በዓልቲ ቤቶም ሰላምታ ትበሃል እኮዩ ዘይብልና። ሕጅስ ከመይ ኢለ ገጻ ክርእዬ። ደሓን ደሓን ክሳብ ዝጥዕመካ ጥራሕ ተመሳሰል።

ከመዓልካስ ባህ ዝወደይ ደሓን ዶ ኣሎኻ። ከመይ ትኸውን ኣየ ዕቕባይ ደሓን ዶ ትኸውን። እመስገን ወይለከ'የ ስባህ ዝወደይ ከመይ ኢልካ ውዒልካ ደሓን ዶ ውዒልካ። ኣይ ደይብርሃኒ ልግሳ ልግሳ ክርእየክን እኮ ጸሊኤክን ደለኹ ኣየ ዕቕባይ ከመይ ኣለኻ። ከመይ ደለኻ ደሓን ዶ ኣለኻ ኣየ ዕቕባይ ከመይ ትኸውን። ሰላም በበላ ነዲኣ ኸብረ።
ኢል ኢለየን በፍንጫ ድዩ ኮይኑ ሰላምታ ኢለየን እኮ'የ። ጽቡቕ ጽቡቕ ጽቡቕ ኮፈል በል። ኣንታ ኣያ እንታይ ደኣልና ንርኢ ደለና ኣብ ዓረብያ ዲኻ ተሰቂልካ ዘለኻ ዋላ እንታይ እዩ? ኣይደኣኹን።
ኣንታይ እያ እሞ ክሳብ ኣብ ዓረብያ ትስቀልሲ ክንሕበር ኣይግበኣናን ድዩ ከም ቤተሰብ መጠን? ሓቅኻ ስብሃቱ ወደይ ሓቅኻ ከምቲ ኣብ ሓጎስናን ደስታናን ዘይነገርናኩም ኣብ ሕመቕና ኣብ ቃንዛና ደሊናኩም ብፍላይ ንኣኻ ቀረባ ቤተሰበይ ንኣኻ ደልየ። ሃሃሃ ኣታ እዩ ዕቕባይ ኣነስ እደልየካ እንድየ ብፍላይ ንዓኻ እያ ይደልየካ። ንስኻ እንዲኻ መቕርበይ ስብሃት ወደይ። ስብሃት ሓወይ እታ ዝበልኩኻስ ኮይና ኣቲ ትገርምሻ ኣቲ ትገርምሻ ኣቲ ትገርምሻ ኣቲ ትገርምሻ ሕራይ እንታወይቲ ድኣ እዛ ምሳኻ መጺኣ።
እዚኣ ሓጎሳ እዮም ዝብልዋ ጀምዓ እያ።
እንታይ ኢልካ ስብሃት ወደይ? ምስኦም እየ።
ብቐደምካ ፈታው ሰብ እንዲኻ ስባህቱ። ኣያኒ እስኹምስ ፈታው ሰብ እንዲኹም። ትሕሾ ድኣ ዝወደይ።
ተሓማሽሽዎ እባ ኣያኒ። ኣባኻ እባ ድኣ ዓዝዝ። ኣያን ግን ኣባኹም እዘጥጥ።
ኣባኻ እባ ድንደቕ። ኣያ!
እኽልቲ ኣብ ልዕሊ እዚኣ ዘረባ የለን ስቶፕ። ኣያ ዕቑባይ ጥዑም ሰብ እንዲኹም ኣቱም ኣያ ዕቑባይ ግን ሕጂ ሕማቕ ተሰሚዕኒ ኣብዛ ጎንኹም ከለናሲ ኤእ ሕብር እንተ ተቡሉናሲ ቁሩብ ምተሓጋገዝና ኔርና ኣያ። ሕጂስ እንታይ ማይ ሓሊፍዎ ወይ ሎቦ ከኣ። እወ ኣይሓለፎን ብሓቂ ኣይሓለፎን ዓባየይሲ ታይ ትብል ኔራ መስለኩም ንሰብ ካብ ምስ ሞተ ዋይ ዋይ ኮሎ ሓራይ። ሓቂ እግዚኣብሄር ኣዛሪብዋ። ልክዕ። እወ ንስኻ ሕጂ ትገብረሎም እሶም ከኣ ደሓር ገብሩልካ።
ኣየ ክጥዕም ዝልሳና እዛ ቆልዓ ኦየ ሓጎሳ ጥዑም ዘይ ሓቀይ እንድያ ስብሃት ሓወይ። ሓቂ ክትዛረቢ።
እሞ ክስልሳ ዶ? ክንውዕል ኡኹ ኡኹ ክንውዕል።
በሉ ሻሂ ስተዩ ንሰቲ ኣለና ስ።
ዓመቱ ከምዚኣ ካብ ዝድነስ። ማን ሰኪምዎ ዝኹን ስቕ ጥራሕ በሊ። ኣታ ስብሃቱ ስቕ እንደ በል ባዕለይ እንድየ ድፈልጣ። ኡስ። ዓንደያ
ስብሃቱ ገለ ሽኮር ጌርካ ዲኻ?
ኣይገበረን።
ሓቂኽን ክንምርምሮም ኣይንኽእልን። ንዑስከ በጃኺ ባዕልኹ ሕተትዮ። ዋይ ቁሩብ ደኣ ከመይ እዩ ጌሩኩም? ገንዘበይ ንብረተይ ዘጽልእ ሕማም መጺኒ ገንዘበይ ዝጉሕፈሉ እዋን መጺኡ።
ዋ ኣያ ገንዘብካስ ኣይትጉሕፎን ኢኻ? እወ! ኣይትጉሕፎን ኢኻ።
መዋእልካ ላዕልን ታሕትን ኢለካ ላምባ ፈሲኻ ዘጥረኻዮ ገንዘብስ ሕጂ ክጉሕፎ ትብል? ኣይትጉሕፎን ኢኻ። እወ! ገንዘብ ዶ ጓሓፍ እዩ? ኣይትጉሕፎን ኢኻ። እወ!
ብሕጊ እብለካ ኣለኹ ኣይትጉሕፎን ኢኻ። ኣንታ ስብሃት ሓወይ፣ እንታይ ንግበሮም? ካብ እንቆዱ ደኣ እንታይ ክንብሎም? ኣያ ክትጉሕፎ እንድሕር ደሊኻ ከኣ ናባና ገጽካ ጉሓፎ። ጽብቅቲ ከኣ እዚኣ።
እወ እበር።
ስብሃት ሓወይ እወ። ገንዘብ ግን ተናፋቂ ኣዩ። እሞኸ።
ዋእ ንፍቅ ተበልዎስ እንታይ ክንገብሮም ኢና። ንፍቅ ተቢልና ሸትት ኣቢልና ከኣ ምልስ ነብሎ ናብ። እዚኣ ከኣ ጽብቅቲ ምኽሪ።
ዋእ ከማይ ኢኻ ትገብር ኣያ።
እወ። ዋእ።
ቁሩብ ከ እንታይ እዩ ሕማምኩም። ካብ ዝሓምም ነዊሕ እየ ገይረ ሕጂ ከኣ ናብ ሓኪም ቀሪበ ሓኪም ሰብ ድለ ኢሉኒ። መቕርበይ ሰበይ ከኣ ንዕኡ መሪጸ። ሰናይ ሰናይ ድሕሪ ማይ ኣብ በዓቲ እንዶ እሞ ኹን ከምቲ ድመረጽካና ንመርጸካ ኢና ጥራሕ ፈውስኻ ይረኸብ ኣያ ዋእ ንኽእሎ ኸኣ ግበረና ኣብ ኢድና ደሎ ሸይጣን ኣይኽኣሎ። እንታይ ድዩ እቲ ሕማም ግለጹልና። ክልቲኡ ኮላሊተይ ካብ ጥቅሚ ወጻኢ ኮይኑ እሞ ኩሊት ክትበኒ። እንታይ ኩሊት?
ኣታ ታይ ኢኩም ትብሉ? ዋላ ዋላ ቁሩብ ዶ ዓው ክንብል። ዓው ኢልኩም ውን ዋላ ዋላ ዋላ ፍጹም ኣይ እዝነይ እንድዩ ተሎኺኹ። ጥዑይ ዶ ይጸናሕኻና ኣንታ ስብሃቱ ወደይ። እዋ ኣይ ጉንዲ እዝነይ እንድዩ ባይ ኣይሰማዕኩኹምን ግን። ኣታ ወደይ ኩሊት። ኩሊት ስብሃት ዋላ ፋሕፋሕ እንዲልና ተማዛቢልና እኮ ሓጎሳ እስከ ንዕ ሕተትዮም በጃኺ ባዕልኺ። እዋእ ክደግሙልና ዶ ትኽእሉ? ኩሊት!
እዋእ ኣታ ስብሃት ሓወይ ቅብሊት ድዮም ዝብሉ ዘለዉ?
ካብዞም ገዛ እዚኦም ዶ ቅብሊት ትርከብ እዩ ሓጎሳ? ደሓን ነጺርለይ ኣሎ እዚኦም ደኣ ውርሻ ደይኮኑ ከውርስና ሓጎሳ ጸዊዖም እንድዮም ዳጉሻ ክገብሩና ሓሲቦም። እወ እንድዕኸ።
ደሓን ደሓን ኣብዚ እዋን እዚሲ ደቂ ሰማንያ ካብ ደቂ ሰላሳ ናይ ጥራሕ። ክሪኦ ዝደሊ ነገር ኣሎ ክሪኦ ዝደሊ ነገር ኣሎ ንዓ ኣስምዓኒ። ኣያዕ ተወር ኩሊት ትልምኑሉ እዋን ኣይኮነን። ስባህቱ
ኣብ ኾንካ ንጽባሕ ጠምት ከርብሓካ የሐግዘኒ እብለካ ኣለኹ። ኤእ እንተሓጋገዘሉ እዋን ሓሊፉ ንስኺኸ ስቕ ኢልኪ ዲኺ ትሰምዒ ውይ ልክዕ ነንሕሕድኩም ትቃረቡ ኣብ ኩሊት ደሞ ምቅርራብ ኣሎ እዩ ዎ ድዔ ሕዋ
ፈቲነ ገዛ ሓጎሳ
ንምዃኑ ኩሊት ንሰብ ምሃብ ሓጢኣት ምዃኑ ከትፈልጡ ዶ ጽድቃት ወደይ ምሽ ስምዑ እንዶ ሓደ ሰብ ብገዛእ ፍቓዱ ነብሱ እንድሕር ኅሊፍዋ ኃጢኣት ድዩ ኣይኮነን? ኃጢኣት እምበር።
ስለምንታይ?
ብገዛእ ፍቓድካ ነታ ዝፈጠ። እንኮላሊት ባዕልኻ ባሕጒጥካ ንሰብ ኣይወሃብን'ዩ። ተኻፈሉይ ዝበለ ፈጣሪ። ኤእ ኩሊት ደሞ ተኻፈለኹሙ። ኩሉ ሓደ እዩ ኩሉ ሓደ። ኣይ ቀደም ገንዘብኩም ደየካፈልኩምናስ ኩሊትና ክነካፍለኩም። ንረኽበካ
ንዓስካ ሓንሳብ። እንታይ ናይ ደሓን ዲኽ'ቲ? ስብሓት ሓወይ ሕራይ ዘይትብሎም ክልቲኦም ትብል ኣለኻ። ሰበይትን ሓደ ዓይነት ሕማም ክህልዎም ኣይክእልን እዩ። ልክዕ። ካልኣይ ከዓ እቲ ሰብኣይ ብተደጋጋሚ ብተደጋጋሚ ግዜ ክሪኦ ዝደለኹ ነገር ኣለኒ ይብላ። ስብሓት ሓወይ ኣይከውንን እዩ ቃለይ እንዶ ስማዕ ክሳብታ መወዳእታ ሕራይ በሎም ኣብታ መወዳእታ ምስ በፃኻ ከዓ ፋን ኡይ ትብል ዋእ ሓጎሳ ኣይትጥባሕን ኢኻ ክተጥብሕኒ ኢኺ። ኣጆኻ ስብሓት ሓወይ ኣብ ጎንኻ ኣለኹ። እምባእ እንታይ ፈተነ እዩ እንታዚ ኣያ ኣህ ምስዛ ሓፍተይ መኺርናሲ ዋዕ ካባና ሓሊፉ ደኣ መን ክህበኩም ለባም እንዲኻ ዝወደይ ትሕሽኦ እንቋዕ ልቢ ሓተትኩም እምበር ኩሊት ደኣ እሞ እንታያ ክላእ ደሓን ይቕሬታ ግበሩልና ኣሰንቢድኒ እውን ኣበኩም ጸኒሐ ተመስገን ፈጣሪ ተመስገን ኦ ልዑል ኣምላኽ በደለይ ሓዲግካ ምሕረት ሂብካኒ ግርም ዝወደይ በሉ ዕርፉ እዚ ገዛ ገዛኻ እዩ ኩሉ ባዕልኻ ኣማሓድሮ ካብ ደቀይ ቦኺረ እንዴ ንስኻ ኢኻ መቕርበይ ንስኻ ኢኻ ወደይ ሕጂ እወ ዝወደይ ኣማሓድሮ ገዛኻ እዩ። ጽቡቕ ንዕነ በላ ጽቡቕ ስጋ ስብሒ ዘይብሉ ቅሉው ቅሉው ግንስል ግንስል ልሉው ልሉው ኣቢልክን ቀልጢፍክን ኣምጻለይ ካብ ሕጂ እዩ ድጅምርቲ ምሕደራ
ስምዕዮ ደኣ እ እህ ኣይኮነን ኣገዳሲ ተኮይኑ ውን ካብዚ ገዛ ሓኺኸ ብያ ክብለክን መሰል ኣለኒ። ወይለከይ ጉድ ረኺበ ኣብ ማእከል ገዛይ ናጤባ። ናጤባ ዲኽን ትብላ ደለኽን ነቲ ስጋ ጥራሕ ጠስሚ እንጥባሉ። ጠስሚ ጽቡቅ ጌርኪ ግበርሎም ኣብርሀተይ። እንክን እንክን ስምዓኒ ኣብ ውሽጢ ክሽነ ኮንካ ከኣ ምጥዓም ኣይፍቀድን'ዩ። ኦው ሐራይ ወደይ። ስብኣህቱ ወደይ
እሙን ኢኻ እሞ እምነት ፈጣሪ ክኣሕድረልካ። ክላእ ኣታያ ኣያናይ ኮይኑ እዚ ካልእ እንዲና ክንወሃሃብ ዝግበኣና ግዜ ኮይኑ እምበር። በሉ ስምዑ ንዶክተር ደዊለሉ ጸኒሐ ንጽባሕ ንመጥባሕቲ ረዲ ኩኑ ረዲ ኩኑ ረዲ ኩኑ ኢሉ ኣሎ። ቡቕ ጌርኪ ዋእ ዋእ።
ኣቱም ሰበይቲ ክንደይ ሸሎቅሎቅ ክትብላ ኢኽን ዋእ ንሕና እኮ ቅረዋ ኢና ኢልናክን እምበር ደውላ ዶ ኢልናክን ኢና ዋእ ኢለኪ እኮ እየ ስኻ ኢለኪ እኮ እየ ክተኽፍትኒ ክተጥብሕኒ ዲኺ ደሊኺ ወተታይ ክኾንካ ሓንሳብ እንዳ ዓቕሊ ግበር ክሳብ እታ መወዳእታ ቁሩብ ዓቕሊ ግበር ክሳብ ብጭደት ዓቕሊ ክገብር ዳሕራይ ኣባ ገድድ ኣየ ዓቕባይ ንስኹም ከ ስቕልኩም ዲኹም ክትከፍቱና ስቕልኩም ዲኹም ክትጠብሑና ስድራ ኣለውና ቤተሰብ ኣለውና ክንሕብር ኣይንኽእልን ዲና ኣይኮነን
ጉዳይ ምስ ሙሉ ድሌታን ምስ ሙሉ ስምዒታን ብውዒታ እያ ጽብቕቲ እንታይ ብውዒታ ጸብሒ ዲኹም ኣዚዝኩም ኩሊት እኳ ኢኹም ደሊኹም ኣያ ዕቑባይ እንታይ ብውዒታ ብዝሕ እንታይ ኢልካ ዘረባ ኣታ እዚኦም ከደንዝዙኒ እዮም ሓጎሳ ከደንዝዙኒ እዮም ደሓን ስብሃት ወዲ ንውሽጢ መሉቶ ዝብለካ ኣለኒ ዝብለካ ኣለኒ እናተባሃልካ ክትጽባሕ እንዴ እሞ ጸሊኤ ደለኹ ኣነ

ዋ ኣታ ናበይ ልኣልካ ኣቲ ሰቕ እንደበሊ ክመርቀፍ ግዲ ናበይ ይውንጨፍ ንዓደይ ውርኬ
ዋ ኣንትተይ ወሪድካ ዋ ጽባሕ እኳ እዮም ድብልዎ ደለዉ መጥባሕቲ ዋ እሞ ጽቡቕ እሰልጠና ኸኣ እሰልጠና እንታይ ዘረቡ እዩ እታዚ ስምዓኒ እንዶ ሕሕማምካ እኳ እዩ ዘለካ ኣነ እንታይ ሕማም ኣለኒ ንዓኻ ሕማም ገንዘብ ኣለካ ንዕኦም ከ ሕማም ኩሊት ኣለዎም እንታይ ኸ ኹንካ ዋእ ሓጎሳ እሞ ክጭደድ ክኽፈት ክጥባሕ። ስብሃት ሓወይ እዞም ገዛ እዚኦም ክፍትሹና እዮም ደልዮም ዘለዉ ካልእ ጉዳይ ወላ ሓንቲ የብሎም እብለካ ኣለኹ ከምታ ክፍትሹና ደላዩ ንፈትሾ ዓቕሊ ግበር
ንሕናም ነውግሓ ነውግሓ ወላ ሓንቲ እወ ኣጆኻ ጥራሕ

ብሩኽ መዓልቲ ይግበረልና። ኣሜን።
ንዕቕባይ ሓወይ ክኣ ካብዚ ዓረብያ ወሪዱ ብኽልተ እግሩ ደው ኣብለለይ። ኣሜን።
ነዚ ብሩኽ ወደይ ክኣ ዕድመን ጥዕናን ሃበለይ። ኣሜን ኣሜን ኣሜን ኣሜን ኣሜን ኣሜን።
ከመይ ዊዕልኩም? እዝጋብሄር ይመስገን። ኣራይ እንቋዕ ብደሓን መጻኹም። እንቋዕ ደሓን ጸናሕኩም።
ኣራይ እምበኣር እቲ ናይ መጥባሕቲ ግዜ ኣኺሉ ኣሎ። ምናልባሽ ቅድሚኡ ግን ትብልዎ ነገር ክሓተኩም ስለ ዘለኒ እስባቱ ፍቓደኛ ዲኻ? እንታይ እንታይ እንታይ እንታይ እንታይ ፍቓደኛ ዲኻ? እዋ ዶክተር እዋ እዋ ፍቓደኛ ዲ ስለ ስለ ዝኾንኩ እንዴ እንዴ መጼ ደካ መጼካ ደለኹ እዚ እዋ ውን እንታይ እዋ ኣያ ዓባይ እዝስ ኣየጣዓስ እንዶ ብገርህና ከለና ክንጣዓስ ክንጣዓስ ዲኹም ደሊኹምና ደሓን ስባሕት ወደ ዓቕሊ ግበር ዓቕሊ ኖኖ ንምንታይ እሞ ኣረና እሞ እዋ ስባቱ ዲ ንምንታይ ትርበሽ ኣለኻ ታይ እዋ ዘይተረበሽኩ ባዕልኹም እኳ ኢኹም እዋ ክኸይድ ዶ ኢለ ድኣ ኣነ ተረበሰ ክኸይድ እዋ ክኸይድ ዘኹም ሕራይ በል ሕራይ ሕራይ ሕራይ ቀኒ እኮ እዩ ኣነ ዳኣ ወላሓንቲ ኖርማል ሕራይ ስባቱ ታንክ ዩ ዌልካም ኣቶ ዕቑባይ ክትብልዎ ነገር ኣለኩም ድዩ
ኣነ ዝብሎ ኣለኒ ነዚ ብሩኽ ወደይ ንዓይ ንምድሓን ብምሉእ ሕልና ዝተበገሰ ኩሉ ንብረተይ ገንዘበይ ገዛይ ኣውሪሸ ኣለኹ ንስኹም መሰኻኽረይ ተመስገን ብጣዕሚ ጽቡቅ ብጣዕሚ ጽቡቅ ተመስገን ከፈጣሪ ኩሉ ኣል ብጣዕሚ ጽቡቅ ተመስገን ከፈጣሪ ኩሉ ቴንክ ዩ ተመስገን ከፈጣሪ ኩሉ ኣል ወይ ኣታ ኣያ ዕቁባይ ክላእ ኣየናይ ኮይኑ ኢኻ ክሳብ ክንዲዚ ኩሉ ንብረትካን ገንዘብካን ዛሕዛሕ ተብለልና ናትካ እዩ ክላእ ኣታ ዳሕመት ቴንክ ዩ ቴንክ ዩ ተመስገን ቴንክ ዩ ቴንክ ዩ ስባቱ ስባቱና እንታይ ገይሩ ኣነ ኣቲ እንሱ ቅድም እዩ ኣቲ ወፂ ትርከ ክድለ ኣታ እንታይ ኮይነ እዛ ቆልዓ እንታይ ፈሊጠላ ስራቱ ስራቱ
እኖ እምስኒ ኣንቲ ሆስፒታል እኮ ይኽድኑ
ብሓን ስባቱ ስምዓያ እንዶ እንታይ ኾንኪ እንታይ ኾንኪ ኣታ ሓንሳብ ዶላ ስምዓኒ እንታይ ኾንኪ ሓራይ እንታይ ኾንኪ ሓወይ ስብሃት ሓወይ ጸሎትና ሰሚሩ ከመይ ተሓጒሰ ድየ ዘለኹ ተመስገንካ ፈጣሪ ኩሉ ኣለመይ ተመስገንካ ፈጣሪ ኩሉ ኣለመይ ኣቤት ሽሻይ እዚ ኩሉ መሬት እዚ ኩሉ ቢላ ፓላሶ እዚ ኩሉ ትካላት ብሽምና ኣቤት ጸጋ ኣቤት ጸጋ ተመስገንካ ሓንሳብ እስከ- ተመስገንካ ፈጣሪ እንታይ ብሽምና ትብሊ ብሽምካ ክትብሊ ዲኺ ብሽምና እውን ብሽምካ ዶ ዋ ብሽምና እባ ዋ ከመይ ብሽምና ብሽምካ እምበር ዋ ኣታ ስብሓት ሓወይ ትገንዘብካ ገንዘበይ እቲ ንብረትካ ንብረተይ እንድዩ። እቲ ኩሊተይ ከ ኩሊትኪ ድዩ? ዋእ! ስብሃት ሓወይ፣ ኩሊት ድኣ ነናህና ኣብ ውሽጥና እንድዩ ዘሎ። ንብረት ከኣ ነናትና'ዩ ሓጎሳ። ዋእ! እንታይ ኾንኪ?
ስብሃቱ ብልብኻ ዲኻ? ዋእ! ኣታ ሓቁባይ ሰብኣይ ድኻታት ክጸልእ። ወይለከ ጉድ ረኺበ!
ኣታ ከምኡ ዲኹም?
ወዲ ሸምካ! ዋእ!
እግርና ከይጸጎምናሲ ክተናውጹና? በስመኣም ብወልድ መንፈስ ቅዱስ! ከምኡ ኢና ነሸግሮ ኔርና ማለት ኮይነ ሰብኣይ። ሓቁባ'ዩ። ከም ዳይናሶር ምጽናት ከማን ውሕደኩም ንዓኹም ድኣ። እዋእ ብያቕ እምበኣር ከምኡ ኢልካ። እስከ ስቕ በሊ።
ግደፍ ስብሃቱ ግደፍ ደሓር ግን ክንደላለ ኢና። እንታይ ኣነ ንስኽን ንደላለየሉ እዋን የብሉን። በዚኣ ጥራሕ ተጸጊዕኺ ጽንሒ ክሳብ ስራሕና ንሰርሕ። ተጸጊዐ ጥራሕ ችሪ ወይ ደሓን።
ሕራይ እምበኣር ኣቶ ዑቕባይ ስብሃቱ ንውሽጢ ነእትዎ ዶ? እህ ንውሽጢ ዶ እዎ ስራሕና ክንጅምር ደገ ደኣ ክውን መጥባሕቲ ናቱ ኢና እምበር እዚ ፋይል ክማልኦ ዶ ዋላ ኣብዚ ይፅናሕ ደሓን ደሓን ኣብኡ ፅናሓልካ ኣራሂ ደሓን ንሳይ ክማልኦ
ኣንታ ፈጣሪ ይቕሬታ ግበረለይ ኣነ ጥዒቲ ክንሰይ ጥዕና የብለይን ኢለ ነቲ መናብርተይ ዝኸሓድኩ'የ። በስመ ኣም በወልድ መንፈስ ቁዱስ ኣትን እዋይ ሰሚዕክኒ ዲኺ ሰሚዐክን እወ እስቶብ እስቶብ መጥባሕቲ ዶክተር ወይ በጃኺ ስተርኒ ኣቲ በጃኺ ስተርኒ እንታይ ዝስተር ኣለክን ኣትን ረእዩለይ ስምዑለይ ኣትን እስኽን ዘይሃብ ኩነት መን ክህቦ ደሊኽን እዋይ ኣትን ነቲ ኣሚንክን ነቲ ኺዳንክን እዋይ በጃኹም ስቶሩኒ በጃኹም ስቶሩኒ። ኣተን እንታይ ክትብላ ዘለኽን ሪቶ ስርሕኦም ወይለ ፍቃደኛ ተዘይኮይና እሞ ብሓይሊ ድዮም ክወስዱላ ግደፍዎ እሱ ይሃቦም። እዋይ።
እንታይ ዋይ ኢላ። ደይ ስንኻ ስሒቶ ቆርጥመሉ እዋይ። እስቶፕ እስቶፕ ዶክተር መከሓሓዲ ዝኾነ ውርሻ ውርሻኹም ኣክቡልና መከሓሓዲ እዎ ሓቅኺ እዋይ። ሓንሳብ እዚ ሓንሳብ እስከ ሓንሳብ ባእ ክንዚ ጨቕጫቕ እዚ እኮ ሕክምና እየ ክንደይ ሕሙማት ደቂሶም ኣለዉ ቁሩብ ኣይትሓስባን ዶክተር ጸቢሕኹሞ ዲኹም ሓንሳእ እሞ ብዝኾነ ስብሃት እኳ ብምሉእ ልቦና ተበጊሱ እንተነበረ ግን ሃዲሙ ድዩ እሞ ወዲቑ ኣሎ መን ኢሉ ሓንሳብ እንደጽንሕነ ንስብሃቱ ብዝገበርናሉ ምርመራ ክልቲኤን ኮላሊቱ ካብ ጥቕሚ ወጻእ ኮይነን ኣለዋ

ኩሊትርድ እኒ። ዋይ ኣነ ደኣ።
ሓጎሳ ከይፈተሽናዮም በሊ ሕማምና ፈትሽና ደስ በልኪ ኣህ ሓጎሳ ኣህ ናባኺ ገጸ እየ። እንታይ እሳ
እሞ እንታይ እዋእ ሓጎሳ ብልቢ ከውርሰኪ እየ ከዓ ከውርሰኪ እየ ኣታ ስባት ሓወይ እሱ ደኣ ደስ እንዳበለኒ እሞ ጥዕና ዘይብለይ ጥዕና ዘይብለይ ሓጎሳ ዋ ካብ ኣድጊ ትጥዒ ዋ ኣታ ስባት ሓወይ ዋ እታ ደም ብዝሕከ እወይ ደም ብዝሕብ ቀጠንቲ የለን ዋ እሞ እታ እታ ሽኮረይ ከ? እውይ ሓጎሳ ትምነይዮም ኣለኺ ሕማማት። ኣይተመነኹን።
እውይ ቲቪ ኣለኒ ከደይ ትብሊ ሰብ ክኣምነኪ። ወላ ንሱስ ኣለኒ እንዶ። ይግበረልኪ ኪዲ በሊ ቲቪ ብቲቪኣ ሓምሳን ክልተን ኢንች ትኹነልኪ። ኣሜን።
እንታይ ድዩ መሲሉኪ ሽኮሪና? እዋ ብሓይለይ ብሓይሊ ክጠምሒኒ እዋ ውይ
ኣንታ እንታይ ዝሰምዑ ዘለዉ መን እዩ ዝህቦ ነቦይ እ ኣነ ብህይወት ከለኹ መን እዩ ዝህቦ መን እዩ መን መን መን ደሓን እተዝ ወደይ እንቋዕ ደሓን መጻኻ ወደይ ብሩኽ ዕድመን ጥዕናን እሃብካ። ኣብ ጽቡቅ ኢካ መጺካ ዘለካ እስካ ክትህቦ ኢካ እ ኖኖ ሓንሳብ ዶክተር ምሽ ዝህቦ ሰብ ኣሎ ኢሎምና ጌጋ ሓበሬታ እዩ ማለት እዩ ካብ ኣሰማምዓ እዩ ጌጋ ሓበሬታ እዩ

ዋእ ዑቕባይ ሓወይ ኣነ ደኣ ምሽ ነጊረካ ሓቢረካ እንዴ ዋእ ክልተ ጨጉሩ ውጽኤ ደኣ እሞ ሕጂ ክልተ ግዜ ዶ ክዛረብ ኮይነ ዋእ ጨቕሪ ጨቕሪ ዘይትዋሃር ዲኻ እንዳ ሓየ
ዶክተር እዚኤን በዚ ዘለዋ ናቶም እየን እዚኣ ከኣ ምሳይ እያ መጺኣ ሕጂ ገለ ወዲቀን ከለዋ መደንዘዝ ውግእ ኣቢልካ ጥብሕ ኣቢልካ ኩሊት ክትበና ኣይትኽእልን ገለ ይከኣል እዩ ኣለና ኣለና
ነዚ ሓንቲ ኩሊት ክንዲ ዝራዕራዕ
ኣየ ዑቕባይ ንብረትካን ገንዘብካን ኣውሪስካኒ ምስኡ ኸኣ ዘይፈልጦ ሕማምካ ኣፍሊጥካኒ ተገልቢጠ ተውረስኩኻስ ትቕየመኒ ዶ እንታይ ኢለዮ ኣነስ እንታይ ኢለዮ ድየ
ንዳላለ ስብሃቱ ሰብ እዩ ደድልየኒ። ንዓይከ ኣዛብእ ድዮም ዘድልዩኒ ሰብ ሰብ። ንዳላለ ሎሚ ንዳላለ እንደርታ። ጽባሕ ከይትጽውዑኒ ኣብዘይ እዋን ሰዓታ።